ናይ ተስፋይ መንገሻ ውድእ ነይረ ብናይ ኣሌክስ ውድእ ነይረ ኣየይ እዋይ ገለ ዘለዎ ማለት እዩ ጥዑም ፃውቲ ኣፍቀርትኹም ምስ ኣንስትኹም ገለሲ ክትውድኡ ከለኹም እንታይ ኢልኩም ትደርፉ ነርኩም ኢልዋ ካብ ጥበባት ባልታዛር ዳኣይ ትውስኽና እንዲኺ ገለ ኢሎም ዝውዳእ እኳ ኣይኮነን እንዲ ጥበቡ ናይ ሎም መዓልቲ ጥበብ ባልታዛር ግን ምዚ ናይ ዝሓውና ኣብ ኢትዮጵያ ሶሪ ኣብ ሎንዶን ተረኺቡ ዝበሃል ዘሎ ኬዝ ናይ ኣብ ኤርትራውያን ንክመስሉ ኢትዮጵያውያን ክህብዎ ዘለዎም ሓበሬታ ኣብ ቲክቶክ እንዳሃበሲ ተረኺቡስ ሕጂ ኣብ መዋጥር ኣትሎ ገለ ተባሂሉ እግዚኣብሄር ካብዚ መዋጥር ኣውፃዩ ሰብ ኮይኑ በቲ ንክሓልፈለይ ኢሉ ዝገበሮ ነገራት ኣብ መዋጢር እቶ ወይ ከዓ እንቋዕ ዘይኮነ ኣይትብሎን ኢኻ እግዚኣብሄር የቃልለሉ መምሃሪ ኮይኑሎ መቸም ሕጂ እንታይ ድየ ዝዝክር ነይረ ሓደ ዓርክናሲ ናብ ኢንግላንድ ቅድም እዩ ሕጂ እዚ ካብዚ ሕኬና ን ከባቢ ሸሞንተ ዓመት ገለ ሓሊፉ ኣሎ ኣብ ኢንግላንድስ ከምዚ ኣስተርጓሚ እዩ ነይሩ ሕጂ የተሓሕዞም ነቶም ኣሕዋትና እንታይ ክብሉ ከም ዘለዎም እንታይ ክብሉ ከም ዘይብሎም ዝተኣሰረሉ ቦታታት ክንደይ ዙርዮም ስለምንታይ ኣብ ኤርትራ ክነብሩ ዘይከኣሉ ኮታ ነቲ ከይዞም ናይ ነብሲ ወከፎም የተሕዞም ሕጂ ግን ኮመን ኮመን ኬዝ ደልዩ ናይ ኩሎም ናይ ብሓቂ ትዝከረሉ ነጥቢ ይመስለን ደሊ ወይ ከዓ ጆኬር ስለዝኾነ መፅኢት እዩ እንታይ ኢልኩም ትደርፉ ይብሎም ነይሩ ሕጂ ሳቶም ከዓ ከምዚ ኢልና ንደርፍ ከምዚ ኢልና ንደርፍ ኢሎም በብዚ ዝፈትዎ ደርፍታት ይደርፍሉ ነይሮም ሕጂ እሱ ከዓ ንወሓዝኩም ኣነ ዝብለኩም ዘለኹ ኣብ ግዜ ፃውቲ ኣብቲ እዋን ጥዑም ፃውቲ እቲ ምስ ዕርክ ምስ ኣፍቀርትኹም ምስ ኣንስትኹም ገለሲ ክትውድኡ ከለኹም እንታይ ኢልኩም ትደርፉ ነርኩም ሕጂ ከምኡ ይድር ሕጂ ብዙሕ እዩ ሸዑ እቲ ዝመፀ ሕቶታት ይድረፍ ዲኸ ይዝረብ ዲኸ ድምፂ ይወፅእ ዲኸ ገለ መለ ገለ ዝብል ሕቶታት ሸዑ ተላዒሉ ማለት እዩ ስለዚ ኣብቲ ኣብቲ ዋን ዲስካሽን ሲ ዩኖ እቲ ብዕላ ዕላል ድመፀ እቲ ከምዚ ክትፃወት ከለካ ትራኸብ ከለካ ገለሲ እቲ ትንፈልጦ ኣካል እቲ ህቡብ ዝኾነ ክፋል ኣካልና ጥራይ ኣይኮነን ተራኺቡ ተራኺቡ ዝውድእ ምስለን ምክንያቱ ልክዕ ንኣብነት ቡን ናይ ሓበሻ ክቕሎ ንሰምዖ ንሪኦ ንሽትቶ ንድሕስሶ ድሓር ንሰትዮ ኣብ እዋን ፆታዊ ርክብ ከዓ ልክዕ ከምኡ እቲ እቲ ዝዓበየ ተራ ዝፃወት ናይ ምድህሳስ ኣካላት እዩ ኣካላት ንኣካላት ኖ ኢድ እግሪ ንእግሪ ገለ ኩሉ ኩሉ ኩሉ ኩሉ ኢሉ ዋላ እቲ ውሽጣዊ መስርሑ ምድህሳስ እዩ መጨረሻ እቲ ናይ ምትንኻፍ ሰንስ እሱ እዩ እቲ ዝለዓለ ተራ ዝፃወት ካልእ ኣዒንቲ ኣዒንቲ ዓይኒ ንዓይኒ ምርኣኣይ ሳልሳይ ጨና እቲ ጥዑም ምጭንናው ይኖ ተኽኢልካ ከማኔሲ ቅድሚ እቲ ቅድሚ እቲ ምፅዋሲ ፅቡቅ ጌርካስ ምሕፃብ ራብዓይ እቲ ክትሰማማዕ ምኽኣል፣ ሓባራዊ ተዘክሮ ናይ ናይ ድምጺ ምህላው just ብ ትፉሊ ኣብ ካልእ መዓልቲ ዘይትብሎ ግን ከዓ ነንሕድሕድካ ትበሃሉ ምክንያቱ እዝንና እውን ክትርሳዕ የብላን እቲ እዝንናስ እንታይ ንኸውን ኣለና እንታይ ንገብር ኣለና ክሰምዕ ትደልያ ስለዚ ኢትስ ፓርት ኦፍ ኢት እዚ ሕልፍ ክብል ንእግረ መንገደይ ዝልግሰልኩም ዘለኹ ሓበሬታ እዩ። እዚ ካልእ መዓልቲ ከዓኒ ካልእ ሕክያታት ክንሕኪ ተስፋ ገብር። ሕጂ ባልታዛር ካብ ዝተዓወተሉ ነገራት እዚታት ኤለመንትስ ኣለዎ ኢለ ይኣምን ማለት ኣብኡ እዚኦም ነገራት ተጠቒሙሎም ዶ ኢለ ይግምት ምክንያቱ እቲ ጨና ገለ እንተልካ ነብሱ ብጣዕሚ ፅቡቕ ዝከናኸን ሰብ እዩ ስለዚ ኢለ ይግምት ብዛዕባ ድምፂ እውን ኣይ ኮንታክት ገለ ግን ነይርዎ እዩ ስለዚ ከም ዝበልናዮ እቲ ኢንቴንሽን ናተይ ወይ ከዓ እቲ ኣገዳሲ ነገር ናተይ እቲ ኣገዳሲ ነገር ኢለ ዝሓስቦ ኣነ ዘካፍሎ ዘለኹ ንሕማቅ ወይ ወይ ወይ ኪዱ ምስ ካልኦት ዘምሉ ወይ ከም ዝግበሩሉ ይኮነን ምስታ ናይ መፃኢ ሰበይትኩም ሰበይትኹም ድያ ወይ ምስታ ሕጂ ዘላ ሰበይትኹም ድያ ዓርኩኹም ድያ ፍቃድትኩም ድያ ምስ ኣብ እትገብርዎ ርክብ እዚኦም ባእታታ እዚኣቶም ኣብ ግምት እእትዉ ሕጂ ቅድሚ ሰለስተ መዓልቲ ሪና ገለ ምስ ሓደ ከምኡስ ንዕልል ነርና ኣብ ኢንግላንድ ሲ ከምዚ ገይሮም ሲ እቲ ተረጋም ወዲ ዓድናስ በቃ ብናይ መን ደርፊ ትውድኡ ምስ በሎም ሽዑ ካብ ሽዑ ትሒዞም ድሓር ኣነ ብናይ እከለ ወዲኤ ብናይ እከለ ወዲኤ ኢሎም ገሊኦም ከዓኒ ብናይ ተስፋ መንገሻ ውድእ ነይረ ብናይ ኣሌክስ ውድእ ነይረ ኣየዋይ ገለ ዘለዎ ማለት እዩ ገሊኦም ከዓ ሽታ መሮር ዕምባባ ሽላኔ ንዕላማይ ንዓኺ ደልያኒ ሽታ መሮር ዕምባባ ሽላን ገለመ ነገለ እንዳበሉ ነናቶም ኮድ ገይሮም ሽዑ እታ ጓል ከዓ ነቲ ድምፂ እቲ ተሰሚዓ ወዲኡ ኣሎ ኢላ ትሓስብ ማለት እዩ ካብ ወዲኻ ዲያ ወዲእኺ ዲያ በሃሉ ዝባሉ ይብሉ ሕጂ ዋላ ሓንቲ ኣነ ኣብ ፅቡቅ ሂወት ኣብ ተዛነ ሂወት እየ ዘለኹ ሰባት እንታይ እያ ኮይና እንታይ ኢንወይስ ሓደ ሓደ እዋን ናይ ነገር ኣጋጣሚ እዚ ንዓይ ዘለኒ ፍልጠት ንካልኦት ክጠቅም ዝኽእል ተኮይኑ እንተ ደኣ ካፊሎ እየ ኣም ሃፒ ምክንያቱ ከምዚ ንእሽተይ ስኪል ንእሽተይ ጥበብ ገለ ዝነግረካ ሰብ ንዓይ እዚ ባህሪ ባህሪ ኣካል ናይ ምክፋል እዩ ኢለ እየ ዝሓስብ

ልቢ ዝልበይ ዘይኮንኩስ ናይ ብልበይ ልቢ ዝደሊ ልቦና ኣዕብዩ ልቡ ንዝሃበ ልቢ ከም ዝምጦ ግን ለባም እዩ ዝፈልጦ ኣስመራ ሽሕን ትሽዓተ ሚእትን ትስዓን ትሽዓተን